ሻሎም ሻሎም ህዝቢ ኣምላኽ ሰላም ኣምላኽ ህይወትኩም ይብዛሕ የሱስ ክርስቶስ ጎይታይ ክብሪ ንኣምላኽ ይኹን ከመይ ቀኒኹም ምሳኹም ዘለኹ ፕሮፌት ስምኦን እዩ ጋድ ኢዝ ጉድ ኦል ዘ ታይም የሱስ ህያዊ እግዚኣብሔር ሰናይ ሎሚ ድማ ከም ፍቓድ ኣምላኽ ብምህረት ኣምላኽ ክርከብ ክኢለ ኣለኹ ሎሚ ድማ ናይታ ብቐዳማይ ፓርት ቱ ነበረት ፓርት ስሪ መቀጸልታ ናይ መጨረሽታ ክኸውን እዩ። እቲ ካብ መጀመርያ እንታይ ዝብል ኣርእስቲ ኢና ሒዝና ዘለና? ንዛረቦ መንፈስ እዩ ዝብል እዩ። ማንም ሰብ ዝዛረቦ ዘበለ ዳግም ዝተወለደ ይኹን ዳግም ዘይተወለደ ዝዛረቦ ዘበለ መንፈስ እዩ። መንፈስ እዩ ማለት ይሰርሕ እንዳበልኩ እየ ማለት እዩ። ኢየሱስ ክርስቶስ ጎይታይ ናየናይ መንፈስ ግን ብቀዳማይ ተዛሪብና ነርና እንዛረቦ መለለይና መረዳድኢና ህይወትናን ናብራናን እዩ ኢልና ነርና ካልኣይ ድማ ኣብዚ ምድሪ ክልተ ቋንቋ ኣለዉ ኢልና ነርና ናይ ሰይጣን ቋንቋን ናይ ኣምላኽ ቋንቋን እዞም ክልተ ቋንቋ ድማ እቲ ናቶም ማንነት እቲ ናቶም ሓሳብ ክገልጹ ዝጥቀሙሉ ድማ ሰብ ኢልና ኔርና። ሰብ ወድያው ብኦኦም ይጥቀም ማለት እዩ። እግዚኣብሄር ሰብ ይጥቀም፣ ሰይጣን ድማ ሰብ ይጥቀም ማለት እዩ። እና ክብሪ ንኣምላኽ እዩ። ካብቲ ዋና እዞም ክልተ መንግስቲ ዝጥቀሙሉ ድማ እቲ እንዛረቦ ኢልና ኔርና እንዛረቦ ካብ ኣንደበትና ዝወፅእ ሲ ንሓዲኦም ኣገልጋሊ እዩ፣ ንሓዲኦም ገላፂ እዩ። ኢየሱስ ክርስቶስ ህያው እዩ። ክብሪ ንኣምላኽ ይኹን። ሎሚ ድማ ናይ መጨረሻ ክንርኢ ኢና። ሎሚ ካብ ያዕቆብ እየ ክብገስ ግን ሓደ ነገር ሓዝዎ ህዝቢ ኣምላኽ እቲ እንዛረቦ ይበቁል እዩ እንዛረቦ ይበቁል እዩ ኣይጠፍእን እዩ ከዓ ንርእሱ ምድራዊ ቤት ፍርዲ ብምንታይ ይድሕዘካ ተይልናሲ ብኣፍካ እዩ ድዳህዘካ ኣፍካ እዩ ትሰምዕ ብኣፍካ ናይ ኣንደበትካ ውሲድ እዩ ፍርዲ ዘቕርበልካ ማለት እዩ ሕጂ ኣብ መንፈሳዊ ዓለም ድማ ናይ ኣንደበትካ ዘረባ ፍርዲ የምጻልካ ኢና ንብለልና ፍርዲ የምጻልካ በረኸት የምጻልካ መርገም የምጻልካ ኢና ንብል ዘለና። እዚ ህያው ዝኾነ እዩ ማለት እዩ። ኣብ ቤትካ ይኹን፣ ኣብ ሓዳርካ ይኹን፣ ኣብ ስራሕኻ ይኹን ማለት እዩ። ሕጂ እዚ ተረዲእና ካብ ኣንደበትና ዝወጽእ ብጣዕሚ ክንጥንቀቐሉ ማለት እዩ። ንሪኢኹማ ተኾንኩምሲ ኣብ ቀዳማይ ነገስቲ ዘላሲ ወዳ ሞይትዋ ብጣዕሚ ወዳ ሞይትዋ ናበይ ትኸይዳላ ናብቲ ናይ ኣምላኽ ሰብ ትኸይዳላ ዘዝረኸባ ሰብ ደድራኸባ ደይኮነሲ እቲ ጋህዚ እስከ ትመጽእ ኣላ እሞ ናይ ደሓን ኣይትመስልንያ ኪድ ሕተታ ምስ በሎስ እንታይ ኢልዎ ምስ ከደ ደሓን ዲኺ ኢልዋስ ደሓን የላቶ እዛ ሰብ እዚኣ እኮ ወዳይ ሞይትዋ ድሎ ግን እቲ ዘረባ ትጥቀመሉ ዘላ እዩ ሕጂ ሕጂ ካብ ሎሚ ንሪኦ ዘለና ደይኮነ ንዕኡ ዝቕየረሉ መንገዲ ከምኡ ከኢልዎ እንታይ ትሪኢ ኣለኻ ኮይልዎ ብጣዕሚ ዘግርም እዚ ህዝቅኤልሲ እንታይ ትርእይ ኣለኻ እዩ ብጣዕሚ ዘገርም ሎሚ ኣብቲ ንሪኦ ነገር ክንዛረብ ተዘይጀሚርና ኣንጻሩ ክንዛረብ ተዘይጀሚርና ዝርእዮ ዘሎ እኮ ፋሕፋሕ ኢሉ ኣዓጻጽምቲ ፋሕፋሕ ኢሉ ዋ ህዝቢ ኣምላኽ ሕሰብዎ እሞ ኣዓጻጽምቲ እኳ እዩ ፋሕፋሕ ኢሉ ንብለለና ኣዓጻጽምቲሲ ከመይ ገይሩ ፋሕፋሕ ዝበለ ይጋጣጠም በቃ ኢየሱስ ጎይታ ተነበየሎም ኢልዎ ተዛረብ ኢልዎ እየሱስ ክርስቶስ ጎይታ ሕጂ እንሪኦ ዘለና ደይኮና ክንዛረብ ዘለና ኑቲ ንሪኦ ዘለና ክኸውን ዝግቦ ኢና ክንዛረብ ዘለና ምክንያቱ መንፈስ ኣለዎ ስላል ክሳብ ዝኾነ ተኣነ ዝዛረብዎ መንፈስ ኣለዎ በቃ የስ ዝዛረቦ ዘበለ ኣይጠፍእን እዩ ዝዛረቦ ዘበለ ይበቁል እዩ የስ ኢየሱስ ክርስቶስ ጎይታ እዩ ክብሪ ንኣምላኽ እዩ እዚ ተረዲእና ከምዘይጠፍእን ዝተዛረብና ይበቁል ምዃኑ ተረዲእና ብጣዕሚ ተጠንቂቅና ናይ በረኸት ቃል ክንዛረብ ናይ ህይወት ቃል ክንዛረብ የስ እግዚኣብሔር ይደሊ መጀመሪያ ግን ንሕና ኢና ተጠቀምቲ ንኹን ኢየሱስ ክርስቶስ ጎይታ እዩ ናይ በረኸት ቃል ምዝራብ ተጠቃሚ ዝገብረካ ንስኻ ኢኻ ብድሕሪ ኢኻ ንታ ዝተጠቀምካላ መንግስቲ ገላፂ ትኸውን ማለት እዩ እና ሎማዓንቲ ካብ ያቆብ እየ ክብገስ ብጣዕሚ ዘገርም ኣሎ ኣብ ምዕራፍ ሰለስተ ሲ ካብ ሓደ ወላ ከንብቦ ደስ ይብለኒ በዚኣ ገይረ ሎሚ ናይ መጨረሽታ እዩ ክብሪ ንኣምላኽ ይኹን ከም ፍቓድ ኣምላኽ ንዝመፅእ ድማ ከምቲ መንፈስ ዝረዳእና ብሓድሽ ቃል ክንራኸብ ኢና ያዕቆብ ምዕራፍ ሰለስተ ካብ ፍቕዲ ሓደ ክትወፅሉ እዮም ኣብኡ እንታይ ዝብል ቃል ኣሎ ኣሕዋተየ ዝገድድ ፍርዲ ከም ንቅበል ፈሊጥኩም ብዙሕ መምሃራን ኣይትኹኑ ኩላትና ብብዙሕ ነገር ንስሕት ኢና እሞ ሓደ እኳ ብቃል ዘይስሕት እንተሎ ንሱ ንብዘሎ ስግኡ ክለጉም ዝከኣሎ ብቑዕ ሰብኣይ እዩ እንሆ ኢሉ ኣብ ኣፍ ኣፍራስ ምእንቲ ክእዘዙና ኢልና ልጓም ንገብረሎም ኣሎና ንብዘሎ ስግኦም እውን ብኡ ኢና እነቕንዖ ኢሉ ራዮም እዞም ኣፍራስ እዚኦም እዞም ኣፍራስ እዚኦም ናብቲ ንስኻ ደሊኻዮም ዘለኻ ቦታ ንኸብጽሑኻሲ እትጥቀመሉ እንታይ እዩ ተልኩምንሲ እቲ ኣብ ኣንደበቶም ኣቕሚጥካዮ ዘለኻ ልጓም ብዝደለኻዮ ትጠውዮ ማለት እዩ። ናብ ዝደለኻዮ ብዝጠወኻዮ እቲ ፈረስ ይጥወ ማለት እዩ። ምክንያቱ ፈረስ እንታይ እዩ ስርሑ ትልኩሙኒ መጓዓዓዚ እዩ መጓዓዓዚ ስለ ዝኮነ ናብቲ ዝደለካዮ ኣበይ ኢካ ትገብረሉ ናብቲ ዝደለካዮ ንከብጽሓካ ኣብ ኣንደበቱ ኣብ ኣፉ ልጓም ትገብር እሞ ናብ ዝደለካዮ ተቕንዖ ኢሉ ሕጂ ሎሚ ናብቲ ዝደለናዮ ክንበጽሕ መቸም ኣብ ዝደለና ኩላትና ንከታተሎ ዘለና ጽቡቕ ነገር ክርኢ ዘይደሊ የለን ጽቡቕ ነገር ከጓንፎ ዘይደሊ ሰብ የለን ነገር ግን እቲ ፕሪንሲፕል ኢና ንስሕቶ ማለት እዩ ሕጂ ከምቲ ፈረስ ናብቲ ዝደለናዮ ንኸብጽሓና ልጓም እንገብረሉ ሎሚ ናብቲ ዝደለናዮ ናብቲ ክኸውን ዝግብኦ ኣብ ቤትና ይኹን ኣብ ሓዳርና ይኹን ኣብ ደቅና ይኹን ኣብ ወለዶ ይኹንሲ እንታይ ኢና ክንገብር ዘለና መጀመርያ ኣንደበትና ወይ ከዓ እንዛረቦ ኢና ከነስተኻኽል ዘለና ከምኡ እዩ ዝብል ዘሎ እዚ ፈረስሲ ናብቲ ዝደልዮ ንኸብፅሑሲ ጉልበት ኣይኮኑን ዝጥቀሙ ዘለዉ ወይን ከኣ ወሪዶም ኣይኮኑን ዝደፍእዎ ዘለዉ እንታይ ደኣ ይገብሩ ኣለዉ በታ ኣብ ኣፉ ዘላ ጌሮም ይጠውይዎ ኣለዉ ማለት እዩ ሎሚ ኣንደበትካ እንተተስተኻኺሉ ኣንደበተይ እንተተስተኻኺሉ ኣንደበትኪ እንደተስተኻኺሉ ፍረ ናትኪ እዩ ብልጽግና ናትኪ እዩ ዕረፍቲ ናትኪ እዩ የስ ክብሪ ንኣምላኽ ይኹን እሺ ንቐጽል እስከ ንምዘሎ ስግኦም ብኡይና እነቕንዑ እዩ። ይገርም እኳ እዩ። ራኢ ህይወትካ ክቐንዕ፣ ጉዕዞኻ ክቐንዕ፣ ናብራኻ ክቐንዕ፣ ደቅኻ ክቐንዕሲ ሎምሲ እስኻሲ እንታይ ክትገብር ኣለካ? ኣብ ኣንደበትካ ልጓም ክህልወካ ይግብኦ። ንቲ መጻኢኻ ድዛረብ ነገርሲ ክህልወካ ይግብኦ ማለት እዩ። ዋይዋይዋይዋይዋይ ክብሪ ንኣምላኽ ይኹን ኢየሱስ ክርስቶስ ህያው እዩ። እሺ ንቐጽል። ሽዑ እንሆ ኢሉ መራክብ መራክብ ድማ ክንድዚ ዓበይቲ ክንስተን ሲ ብብርቱዕ ንፋስ እንዳተኸብከባ ናብቲ ፈቓድ መራሒ ዘድልዮ ብንእሽቶ እስካን እየን ዝቃናዓ። ይገርም እኳ እዩ። እዛ መርከብ እዚኣ ሲ ብብዙሕ ማዕበል ሲ እንዳተጻፍዐት ከላ ሲ ግን ናብቲ ዝደልዮ ዘሎ መራሒ ንኽትበጽሕ ሲ እንታይ የድልያ? ኮምፓስ የድልያ ኣታ ይገርም እኳ እዩ እዛ ኮምፓስ እንተዘየላ ናይ መርከብ ፅባቐ ዜሮ እዩ እዛ ኮምፓስ እንተዘየላ እታ መርከብ ናብቲ ዝደለየቶ ናብቲ መራሒ ዝደልያ ዘሎ ክትበፅሕ ኣይትኽእልን እያ እንታይ እያ ትኸውን ተኢልኩምኒ በቃ ኣውያ ክትመውት ማለት እዩ ኣውያ ክትተርፍ ማለት እዩ ግን ናብቲ ድለያቶ ናብቲ ዝደለየቶ ንክትበፅሕ ግን ዋይ ዋይ ዋይ ዋይ ይገርም እኳ እዩ ግጅፍ ግጅፍ ኣይኮነን ጠቂምዋ ጽባቀኣ ኣይኮነን ጠቂምዋ እንታይ ደኣ እዩ ጠቂምዋ ትልኩምኒ እቲ ኣብ ውሽጣ ዘሎ ኮምፓስ ው ሎማዓንቲ ይነግረካ ኣለኹ ናይ መጻኢኻ ኮምፓስ ኣብ ኣንደበትካ ኣሎ ህዝቢ ኣምላኽ ኣብ ኣንደበትክ ኣሎ ኣብ ኣንደበተይ ኣሎ የስ እዛ መርከብ እዚኣ ሲ ዋ ክትመላላስ እንተኾይና ናብቲ ዝደለየቶ ክትበጽሕ እንተኾይና ዘድልያ ነገርሲ ኣብኡ ዘለዉ ሰባት ኣይኮኑ ኣብኡ ዘሎ ናታ ፅባቐ ኣይኮነን ዓይኑ ኣገዲሱ ዘሎ ተልኩምን ሲ ኮምፓስ ሪኹም ሎማዓንቲ እንስኻ ብትዛረቦ ህይወትካ ይቃናዕ እዩ ናብራኻ ይቃናዕ እዩ የስ ኣገልግሎትካ ይቃናዕ እዩ ወለዶ ይቃናዕ እዩ እስኻ ብትዛረቦ ማለት እዩ ብኣንጻሩ ከኣ ውዱቕ ቃል ክትዛረብ ከለኻ ድማ ከምኡ ማለት እዩ። ግን እንታይ ይብላ ኣሎ ብዚ ብዛዕባ ልሳ እዚ እኮ ብዛዕባ ካብ ኣንደበትና ዝወጽእ እኳ እዩ በቃ እቲ ኣርእስቲ እኮ እሱ እኳ እዩ ግን እንታይ ይብላ ኣሎ ትልኩምን እዚ ይገርም እኳ እዛ መርከብ እዚኣ እዚ እቲ ማዕበል እኳ ብብርቱዕ ንፋስ እንዳተኸብከበ እዚ ናብቲ ፍቓድ መራሒ ዝደልዮ ብንእሽቶ ስካንያ ትበጽሕ። ረ እዚ መራሒ ፍቓ እዚ መራሒ መርከብ ንርእሱ እንታይ እዩ ዝጥቀም ተልኩምኒ ናብቲ ዝደልዮ ደሎ ንክበጽሕ እታ ኮምፓስ እዩ ዝከታተል። ሰብ ኣይከታተል ምንም ኣይከታተል። እታ ኮምፓስ ዕላምኡ ክወቅዕ እንተኾይኑ፣ ናብቲ ክበጽሖ ዝግብኦ ክበጽሕ እንተኾይኑ፣ እታ ኮምፓስ እዩ ዝከታተል። ሎሚ ክንበጽሖ እንደልዮ ጉዳይ፣ ክንበጽሖ እንደሊ ኣብ ህይወትና፣ ኣብ ናብራና፣ ኣብ ኣገልግሎትና መጀመርያ እንታይ ኢና ክንገብር ዘለና? ኣንደበትና ክንከታተል ይግብኣና። እዚ መራሒ መርከብ ኣንደ ነታ ኮምፓስ እዩ ዝከታተላ።

ንበረኸት ክትኮን ኢኻ ሕጂ እሺ ንቐጽል እስከ ሽዑ እንታይ ይብል ኣሎ ከምኡ ድማ ልሳን ንእሽቶ ኣካል እያ እሞ ብዓብዪ ነገር ትምካሕ እንሆ ንእሽተይ ሓዊ ክንደይ ዓብዪ ዱር ዘይተንድድ ልሳን እውን ሓዊ እያ ዓለም ዓመጻ እያ ልሳን ኣብ ማእከል ኣካላትና ሰፊራ ንብዘሎ ስጋና ተርክሶ ኣላ ንመዘውር ንብረት ከኣ እተንድዶ ብገሃኒ እውን ዝነደደት እያ ርያ ልሳን ከም ድላይካ ተሰዲድካያ ዘረባኻ ከም ድላይካ ተሰዲድካዮሲ መከራ ኣለዎ ይብል ኣሎ እዚ ንዘሎ ስጋና ተንድኖላ ስጋና ማለት እኮ ናብራና ጉዕዞና ህይወትና ተንድዶላ ማለት እዩ ተቃጽሎላ ማለት እዩ ኢየሱስ ክርስቶስ ጎይታ እሺ ንቐጽል ኩሉ ዓሌትን እንስሳ ዓዋፍን ለመም ዝብል እንስሳ ባሕርን ብባህሪ ሰብ ይግዛእ ተገዚኡ እውን ኣሎ ግናኸ ንልሳን ሓደ ሰብ እኳ ክገዝኣ ኣይተኸኣሎን ንሳ ንዘይትዓርፍ እኪቲ ዝቐትል ሕንዚ ዝመለእት እያ ብኣ ጌርና ንጐይታን ነቦን ንምርቕ፣ ብኣ ጌርና እውን ነቶም ብምስሊ ኣምላኽ እተፈጥሩ ሰባት ንረግም። እዋይ ይገርም እኳ እዩ። ብምንታይ ጌርና ይብል ኣሎ? መቸም ኣብዚ ኩላትና ንከታተሎ ዘለና ንኣምላኽ ዝረግም ሰብ የለን። ነቲ ከም ምስሊ ኣምላኽ ዝተፈጥረ ሰብ ግን ኩሉ ሰብ መብዛሕትኡ እንዳተራገመ እዩ ዝኸይድ ማለት እዩ። ንኣምላኽ ዝረግሞ የለን። ኣብዚ ግን እንታይ ይብል ኣሎ? ብኣ ጌርና ንጎይታን ነቦን ንምርቕ ይብል ኣሎ። ብኣ ጌርና እውን ህ፣ ነቶም ብምስሊ ኣምላ- ኣምላኽ ኣምላኽ ብምስሊ ኣምላኽ ንጌርና እውን ነቶም ብምስሊ ኣምላኽ እተፈጥሩ ሰባት ንረግም እዩ። ራእይ ሕጂ እንታይ ይኹን ኣሎ? ካብ ክልተ ካብ ሓንቲ ኣፍሲ ክልተ ዓይነት መርገምን በረኸትን ይወጽእ ኣሎ። እቲ በረኸት ንመን ኢኻ ትጥቀመሉ ዘለኻ? እቲ መርገም ንመን ኢኻ ትጥቀመሉ ዘለኻ? ርእ፣ ሕጂ እኮ እንታይ እዩ ዝኸውን ዘሎ? ኣምላኽሲ ንወለዶ ንበረኸት ጸዊዕዎ። ማለትሲ ወል ብምሉኡ ዝደለ ወረኸት ንበረኸት እዩ ጸዊዕዎ። እስኻ ነቦ ትባርኾ፣ ን ንወለዶ ድማ ትረግም ድሒር ኣለኻ ኾንካ፣ ከይተረድኣካ ኣንጻር ኣምላኽ ኢኻ ተገልግል ዘለኻ ማለት እዩ። ከምኡ እኳ ኣይትበሎ። ንኣ እንታይ ይብል ኣሎ እታ እታ ቃል ክንደግማ ኢና። ብኡ ጌርና ንጎይታን ነቦን ንምርቕ። በየን ጌርና ብለሳና ጌርና ነቦ ንምርቆ ኢና ከምቲ ዓንተዩ ዝበልኩም ነቦ ዝረግሞ የለን እሺ እሺ ሽዑ ከ እንታይ ኢሉ ብኣ ጌርና እውን ነቶም ብምስሊ ኣምላኽ እተፈጥሩ ሰባት ንረግም ዜሩ ዜሩስ እንታይ እንዳበለና እዩ ዜሩ ዜሩ እንዳ እንታይ እንዳበለና እዩ ኣንጻር ኣምላኽሲ ትቐወም ኣለኻ እንዳበለካ እዩ ምክንያቱ ዓ- ብቀዳማይ እንታይ ኢልና ነርና ነናቶም ቋንቋ ኣለዎም ኢልና ነርና እዞም ነናቶም ዝኾነ ቋንቋ ዝጥቀምሉ ድማ ሰብ ኢልና ነርና ሎሚ እግዚኣብሔር ብኣኻ ክጥቀም ይኽእል እዩ ሎሚ ጠንቋሊ ናይ መን ኣገልጋሊ ኣሎ ደጋሚ ናይ መን ኣገልጋሊ ኣሎ እንታይ ኸ ዝገብር ጠንቋሊ እንታይ ዝገብር ደጋሚ እዩ ሕጂ እየሱስ ክርስቶስ ህያው እዩ። ጴጥሮስ ርኢኹሞ ተኾንኩምሲ ኣብቲ መጨረሻ ግዜ በቃ ናይ ምስቃል ግዜኡ ምስ ኣኸለት የሱስሲ ወዲ ሰብ ክኸብር ግዜኡ በፂሓ ገለ ምስ በሎ ጎይታ ይባልኻ ደኣ ኢልዎ ወዲያው ሽዑ እንታይ ኢልዎ ተልኩም ንየሱስ ኣንታ ሰይጣን ኢልዎ ናይ ሰብ እምበር ናይ ኣምላኽ ኣይተሓስብን ኢኻ ኢልዎ ንመን እዩ ግን ሰይጣን ዝብሎ ዘሎ ንጴጥሮስ ከ ኣይኮነን ግን ተሓሳብ ብኡ ዝልቀቕ ዘሎ እዩ ሕጂ ክትጥቀመልካ ይኽእል እዩ ሕጂ ክጥቀመለይ ይኽእል እዩ። ሰይጣን ክጥቀመለይ ይኽእል እዩ። ብኣይ ገይሩ ኣሕዋቱ ኣሕዋተይ ክረግም ከም ዝገብ- ከ- ከ- ክረግም ከም ዝውዕል ክገብረኒ ይኽእል እዩ። ብ- ሓሳበይ ብዘይ ምቕያሩ ብዘይ ምልዋጡ ማለት እዩ። እሺ ሽዑ እዚኣ ንወዳ እያ። ብኣ ጌርና ንጎይታን ነቦን ንምርቕ፣ ብኣ ጌርና እውን ነቶም ብምስለ ኣምላኽ እተፈጥሩ ሰባት ንረግም። እሺ ካብ ሓደ ኣፍሲ ምረቓን መርገምን ይወጽእ ኣሕዋተየ እዚ ከምዚ ክኸውን ኣይግባእን እዩ ረረረረ ክልኩሉ ይብል ኣሎ እንታይ ኣይግባእን እዩ መርገምን መረቓን ካብ ሓደ ኣፍ ክወጽእ ኣይግባእን ማለት ክልኩሉ እዩ እናበለና እዩ እስኻ ሰዓቢ ክርስቶስ ድሕር ኮንካ ኣነ ሰዓቢ ክርስቶስ ድሕር ኮይነ ሓደ ኢኻ ትጥቀም እሱ ድማ በረኸት መርገምን መረኸትንሲ ክወጽእ ኣይግባእን ይብል ኣሎ እጂ ከምኡ ኢና ብጣዕሚ ዝገርመኩም እንታይ ኮይና ንርከብ ኣለና ተልኩምኒ ግደፎ ንወለዶ ንሕዋትካ ጥራይ ዘይኮነ ንቤትካ ንርእሱ እናረገምካያ ንናብራኻ እናረገምካያ ኢኻ ትነብር ብጣዕሚ ወይ ኣነስ ዘይኮነለይ ወይ ኣነስ በቃ ኣብ ዝኣተኹዋ ስራሕ ስጎክ እንታይ እንዳገበርካ ኢኻ ጠንቋሊ ከምኡ ይብል ኣይካናዓሉ ስርሑ ይቃናዓሉ ይብል እስኻ ከዓ ንቤትካ ከዓ ወዲያው ንስኻ ድማ ኮብድ በልካ ከይተረዳእካ ክትረግም ትውዕል ማለት እዩ ንመን ግደፎ ንወለዶ እሞ ግደፎ ደሓን ንቤትካ ማለት እዩ ሕጂ ኖ ከምዚ ዝበልናዮ ፍረ ድሕር ኣለዋ ኮይኑ ናብቲ ዝደለናዮ ንክንበፅሕ ነቲ ፈረስ ብኡ ገርና ነቃንዖ በታ ኣንደበቱ ዝኣትወ ነቃንዖቲ ኮይና ናይዛ መርከብ ፅባቐ ድማ እቲ ኮምፓስ እዩ ናይዛ መርከብ ፅባቐ እንታይ ትልኩምኒ ኮምፓስ እዩ ሎማዓንቲ ቤትካ ፀቢቑ ክትሪኦ ስራሕኻ ፀቢቑ ክትሪኦ ሓዳርካ ፀቢቑ ክትሪኦ ወለዶ ፀቢቑ ክትሪኦ እንታይ እዩ ድሊት ኢልኩሙኒ ኣፍካ ኣንደበትካ ብናይ መንግስትኻ ክትስሕሎ ይግባእ ማለት እዩ ብናይ መንግስተይ ክስሕሎ ይግባእ እሺ ሽዑ እንታይ ኢሉ ወይሲ ኢሉ ሽዑ ዒላዶ ካብ ሓንቲ ዓይኒ ማይ ጥዑምን መሪርን ማይ ትፍልፍል እያ ኣቱም ኣሕዋተይ ኦም በለስ ፍረ ኣውሊዕ ክትፈሪ ይከኣል እዩ ወይሲ ተኽሊ ወይንስ ፍረ በለስ ከም እኡ ኸኣ እታ ዒላ ጨው ጥዑም ማይ ክትፍልፍል ኣይከኣላን እዩ። ይገርም እኳ እዩ። ሓንቲ ዒላ ሲ ክልቲኡ ከተፈልፍል ኣይትኽእልን እያ። ሓንቲ ዒላ ክልቲኡ ከተፈልፍል ኣይትኽእልን እያ። ወይን ጨው እያ ተፈልፍል ወይን ድማ ጥዑም እያ ተፈልፍል። ሕጂ ናትና ዒላ ጥዑም እዩ። ናትና ዒላ ጥዑም እዩ። ናትና መንፈስ ጥዑም እዩ። ሕጂ ጥዑም እዩ ደኣ ክፍልፍል ዝግብኦ፣ ጥዑም እዩ ደኣ ክወጽእ ዝግብኦ፣ ጥዑም እዩ ክግለጽ ዝግብኦ እምበር ህ፣ ጨውሲ ኖ ይብላ ኣለ ማለት እዩ። ብጣዕሚ ሽዑ ከዓ ብገር- ብክስተርካ ኣምፅዎ ኣቱም ኣሕዋት እ፣ ኦም በለስ ፍረ ኣውሊዕ ክትፈሪ ይከኣል እዩ ወይስ እቲ ተኽሊ ወይንስ ፍረ በለስ ኦም ተ- ከምኡ እውን እታ ዒላ ጨው ኣብ ጥዑም ማይ ከተፈልፍል ኣይከኣላን እዩ ሪኸ ክልቲኡ ከተፈልፍል ኣይከኣልን እዩ። ክልቲኡ ከተፈልፍል ኣይግባእን እዩ። ኢየሱስ ክርስቶስ ጎይታ ካባኻ ፍረ ክወፅእ ዝግብኦሲ እቲ ጥዑም ማይ ዋው ኢየሱስ ክርስቶስ ጎይታ እዩ። ሎመዓንቲ በጌታ በኢየሱስ ስም ካብዚ ቃል እዚ ዝተለዓለ ካብ ኣንደበትና ዝወፅእ ዘበለ ጥዑም ጥዑም ጥዑም ንሱ ይበቁል እዩ። ብጣዕሚ እኳ እዩ ዝገርም ይበቁል እዩ ምክንያቱ ይበቁል ምዃኑ ብሕፅር ዝበለ ክንርድኦ ድሕር ኮይና ሲ ዳግም ክትውለድ ከለኻ ዳግም ክትውለድ ከለኻ ሲ መቸም ብልቡ ኣሚኑ ይፀድቕ ኢሉ ብኣፉ መስኪሩ ይድሕን ብኣፍካ ከይመስከርካ ክትድሕን ኣይትኽእልን ኢኻ ደድሕነካ ዘሎ እንታይ እዩ ናይቲ ዘዛሓነካ ውዕለት ብኣፍካ ምስ መስከርካ እዩ ሎሚ ድማ ናይቲ መንግስትኻ እንታይ ክትገብር ኣለካ ቃል ክትዛረብ ኣለካ ሎሚ እንታይ ኢና ንብለልና እስኻ ቤትካ ናብራኻ ኣጎልጉለትካ ኩሉ ኣድሒንካ ንወሎዶ ከተድሕን ኣንደበትካ ሎማዓንቲ ብናይ መንግስትኻ ስሓሎ ብናይ መንግስተይ ንስሓሎ ኢና ንብለና ናብዛ መንግስቲ ክትኣቱ ከለኻ ከይመስከርካ ያተኻ ከይመስከርኩ ያትኹም ኣሚነ ኣሚነ ሕጅራ ሃይማኖተኛ እንታይ ትገብር ተልኩምኒ ንኣምን እንዲና ከም ተሰቐለ ንኣምን እንዲና ኣይሰርሕን እዩ ብኣፍካ ክሳብ ዘይመስከርካ ከምኡ ድበሃል ኣይሰርሕን እዩ ክትከይድ ጥራይ ኢኻ ትኽእል ወዲያው በቃ ግልፂ እኮ ገይርዎ ኣምላኽ ሲ ድንግርግር ኣይገበሮም ብልቡ ኣሚኑ ይፀድቕ ብኣፉ መስኪሩ ይድሕን ክትድሕን ተኾንካ እንታይ ክትገብር ኣለካ ውዕለት ክርስቶስ ክትዛረብ ክትክል ኣለካ የስ ሎሚ ድማ እንታይ ክትገብር ኣለካ ኩሉ ዝረኣየካ ዘበለ ተስፋ ኣብ ምቑራጽ ኩሉ ዝረኣየካ ዘበለ ክትቅይሮ ኣንደበትካ ዘድሕን ቃላት ክትጥቀም ይግባእካ እዩ። ኢየሱስ ክርስቶስ ጎይታ እዩ። ክብሪ ንኣምላኽ ይኹን። ሎሚ ስለ ደቅኹም፣ ስለ ሓዳርኩም፣ ስለ ቤተሰብኩም፣ ስለ ዙሪያኹም ዘሎ ኩሉ ንወለዶ ክንትስእ ተኾይና መጀመርያ ኣንደበተይ ክሰሓል ኣለዎ። ኣንደበተይ ክሳሓል ኣለዎ እውይ ብጣዕሚ ዘገርምሲ ኢሰያስ እያ ተዘይገ ተጋጊየ ኢሰያስ ምዕራፍ ክልተ በዚኣ ገይረ ክውዲ ምዕራፍ ሽዱሽተ ምዕራፍ ሽዱሽተ ምዕራፍ ሽዱሽተ ፍቕዲ ክልተ ኢሰያስ ምዕራፍ ሽዱሽተ ፍቅዲ ክልተ እንተዘይተጋጊየ ማለት እዩ እንታይ ኣብዚ እንታይ እዩ ዝብል ዘሎ እቲ ቃል በታ ንጉስ ኡዝያ ዝሞተላ ዓመት ኣነ እግዚኣብሄር ኣነ እግዚኣብሄር ኣብ በሪኽን ልዕል ዝበለ ዝፋን ተቐሚጡ ከሎ ርኢኽዎ ዘፈራት ልብሱ ኸኣ ነቲ መቕደስ መሊእዎ ነበረ ኣብ ልዕሊኡ ድማ ሱራፊኤል ቆይሞም ነበሩ ነፍሲ ወከፎም ሽዱሽተ ክንፊ ኣለዎም በቲ ክልተ ንገጹ ይኸድን በቲ ክልተ ድማ ንእጋሩ ይኸድኖ በቲ ክልተ እውን ይነፍር ነበረ እቲ ሓደ ከኣ ነቲ ሓደ ቅዱስ ቅዱስ እዩ እግዚኣብሄር ጐይታ ሰራዊት ኵላ ምድሪ ብኽብሩ መሊኣ ኣላ ኢሉ ኣድሃየ ብድምጹ እቶም ዘድህዩ እቲ መሰረት ክለዳውቲ ኣንቀጥቀጠ እታ ቤትውን ትኪ መለእት ሽዑ ድማ ከናፍረይ ዝርኹስ ሰብ እየ እንታይ ይብላ ኣሎ እሲያስ እንታይ ይብላ ኣሎ ከናፍረይ ዝርኹስ ሰብ እየ፣ ኣብ ማእከል እቲ ከናፍሩ ዝርኹስ ህዝቢ ኸኣ እነብር ኣሎኹ እሞ፣ ወይለይ ኣዒንተይ ንንጉስ ንእግዚኣብሄር ጐይታ ሰራዊት ርእየን እየን እሞ፣ ጠፋእኹ በልኩ። ራእይዎ፣ እሳያስ እንታይ ይብል ኣሎ? ከናፍረይ ርኹስ ዝርኹስ ሰብ እየ፣ ኣብ ማእከል እቲ ከናፍሩ ዝርኹስ ህዝቢ ድማ ይቕመጥ ኣለኹ ኢሉ። ሕጂ ዳግም ዝተወለደ ዘበለ ርኹስ ኣይኮነን። ርኹስ ኣይኮነን። ሓሳቡ ብዘይ ምርዱ እዩ እምበር ርኹስ ኣይኮነን፣ ቅዱስ እዩ። ኢየሱስ ክርስቶስ ጎይታ እዩ። እቲ ዘረባኻ ወላ ቅዱስ ንክኸውን ሲ መንፈስ ኣምላኽ ኣባኻ ተቐሚጡ ኣሎ። እሺ ደልየ ዘለኹ ቃል ግን ኣይኮነትን። ሽዑ ኣዒንተይ ንእግዚኣብሔር ጎይታ ሰራዊት ርእየኒ እሞ ጠፋእኹ በልኩ፣ ካብቶም ሱራፌል ኢሉ ሕጂ ካብቶም ሱራፌል ሓደ ድማ ጓህሪ ካብቲ መሰውኢ መጕጢ መጕጢት ወሲዱ ኣብ ኢዱ ሒዙ ናባይ ነፈረ። ብእኡ ኸኣ ኣፈይ ተንከየ እሞ፣ እንሆ፣ እዚ ንከናፍርካ ተንክዩ ኣበሳኻ ኣርሓቕ፣ ኣበሳኻ ረሓቐልካ፣ ሓጢኣትካውን ጸረየልካ በለ። ንመን ክልእኽ፣ መንከ ክኸደለይ እዩ? ዝብል ድምጺ እግዚኣብሄር ሰማዕኩ፣ ኣነውን እኔኹ ልኣኸኒ በልኩ ኢሉ። ራራራ እዚ ሰብ እዚ ክለኣኽ ተኾይኑ መጀመርያ ኣዛራርብኡ ክቕየር ክኽእል ኣለዎ። ውዱቕ ዘረባ እናተዛረብካ ከተገልግል ኣይትኽእልን ኢኻ። ውዱቕ ዘረባ እናተዛረብካ ኣምላኽ ብኣኻ ክረኣ ኣይክእልን እዩ። ኣይግለጽን እዩ። እንጂ ውዱቕ ዘረባ ክዛረብ ምስ ሰምዖ እቲ ሱራፌል እንታይ ገይሩ ጉጢት ኣምፂኡ መ- ኣንደበቱ እዩ ክሳይ ገይርዎ ማለት እዩ። ሽዑ ንመን ክልእኽ መን ክኸደለይ ምስ በለ ኣነ ክብል ጀሚሩ ወይለይ ክብል ከም ዘይጸንሐ ጠፋእኹ ክብል ከም ዘይጸንሐ ኣነ ርኹስ እየ ክብል ከም ዘይጸንሐ ኣነ ኣገልጋሊ እየ ክብል ጀሚሩ ማለት እዩ። ኢየሱስ ክርስቶስ ህያው እዩ ሎሚ ኣንደበትና ድሕር ተስተኻኺሉ እግዚኣብሔር ብኣና ክረአ ብኣና ክግልገል ቀሊል እዩ ኢየሱስ ክርስቶስ ህያው እዩ የስ ህዝቢ ኣምላኽ እስኻ ከናፍርካ ቅዱስ ክኸውን ከናፍርካ ህያው ክኸውን ከናፍርካ ናይ ሰላም ክኸውን ከናፍርካ ናይ ሓጎስ ክኸውን ሲ ህያው ዝኾነ መንፈስ ተቐቢልካ ኢኻ ካባኻ ዝድለ ዘሎ ሕጂ ሓሳብካ ምልዋጥ ጥራይ እዩ ዘድልየካ ዘሎ እቲ ተቐሚጥካዮ ዘለኻ መንግስቲ ምፍላጥ ሎማዓንቲ ብሽም የሱስ ክርስቶስ ፍረ ዘለዎ ጥራይ ናብ ቤትኩም ክበቁል ፍረ ዘለዎ ኣብ ስራሕኹም ክበቁል ፍረ ዘለዎ ኣብ ኣገልግሎትኩም ክበቁል ኣንደበትኩም ብናይ መንግስቲ ኣምላኽ ሓሳብ ይሰሓል ብናይ መንግስትኹም ሓሳብ ይሰሓል በጌታ በኢየሱስ ስም የስ ውዱቕ ዝኾነ ዘረባ ድርባይ ዝኾነ ዘረባ ኣምላኽ ዘይረኣየሉ ዘረባ የስ ካብ ሎማዓንቲ በኢየሱስ ስም ደሊና ምስኣን ይኹን ብሽም የሱስ ክርስቶስ የስ ካብዚ ሰዓት እዚ እንዛረቦ ዘበለ ኣንጻር ኩነታት ናትካ ነገር እኮ ሞይቱ ኣሎ ናትኪ ነገር እኮ ኖኖ ኦሮማይ ክብል ከሎ ደቂሱ ኣሎ ናተይ ነገር ኣይመውትኒ ናተይ ነገር ህያው እዩ ኣቦይ ህያው እዩ የስ ኢየሱስ ክርስቶስ ህያው እዩ ክብሪ ንኣምላኽ ይኹን ክብሪ ንኣምላኽ ይኹን ኢየሱስ ዝበሎ ክደግም ተጸዊዕኻ ኢኻ ኢየሱስ ዝበሎ ክደግም ተጸዊዐ የስ ናተይ ነገር ኣይመውትኒ እዩ ናተይ ነገር ህያው እዩ ተተኣምርሲ እንታይ ኢልዋ ንማርታ ኣእ ጎይታይ ኣብዚ ተትነብርሲ ኣላዝ ሓወይ ኣይመተን ኢላቶ ተኣሚንኪ ክብሪ ኣምላክ ክትርኢ ክትሲ ኢልዋ በቲ ዳሕራይ ዘበን ደኣ ኢላቶ ኖኖኖኖ ከምኡ ድበሃል የለን ዳሕራይ ዘበን ጥራይ ኮነ ሕጂ እውን ክትሲ ይኽእል ኢልዋ ተኣሚንክሲ ክብሪ ኣምላክ ክትርኢ ኢልዋ ኢየሱስ ክርስቶስ ጎይታይ ህዝቢ ኣምላክ ኣሚንካ ትዛረቦ ዘበለ ክትርእኻ ኣብ ቤትካ በቂሉ ክትርእኻ ኣብ ሓዳርካ በቂሉ ኣብ ስራሕካ በቂሉ ኣብ ደቅኻ በቂሉ ኣብ ወለዶ በቂሉ ክትርእኻ የስ ካብ ሎማዓንቲ በጌታ በኢየሱስ ምስዚ ትካታተልዎ ዘለኹም ሰባት ብሽም የሱስ ክርስቶስ ኣገልገልቲ ህ መንፈስ ኣገልገልቲ ፊደል ዘይኮንካ ኣገልጋሊ መንፈስ ክሳብ ዝኾንካ ህይወት ዘለዎ ዘረባ በረኸት ዘለዎ ዘረባ የስ ካብ ኣንደበትና ክወጽእ ብሽም የሱስ ክርስቶስ ጸለኹ። ካብ ኣንደበትና በጌታ በኢየሱስ ስም ህይወት ህይወት ዝሽትት የስ እቲ ንሰማዕቱ ንበረኸት ዝኸውን ንምህናጽ እውን ዘድሊ ኢሉ ሰናይ ዘበለ ዘረባ ተዛረቡ እምበር ህ ዘይጠቅም ዘረባሲ ካብ ኣፍኩም ኣይውጻእ ኢሉ ሪኻ ዘይጠቅም ንዓኻ ኣይምጥነካን እዩ እንዳበለ ኢየሱስ ክርስቶስ ጎይታይ ክብሪ ንኣምላኽ ይኹን ዘይጠቅም ዘረባ ንዓኻ ኣይምጥነካን እዩ ህዝቢ ኣምላኽ ክቡር ዘረባ ዝሃንጽ ዘበለ ንሰማዓቱ ኮይኑ በቃ ንሰማዓቱ ሰብሲ ክሰምዓካ ከሎሲ ንበረኸት ክትከውን ተጸዊዕኻ ኢኻ ንበረኸት ክትኮንስ ኣብዚ ምድሪ ተጸዊዕኺ ኢኺ ንዕኡ ግለጾ እዩ ዝብለሎ ሕጂ እዚ ቃሉ እንታይ ይብለሎ እቲ ንሰማዕቱ ንበረኸት ዝኸውን ንምህናጽ እውን ዘድልይ ሰናይ ዘበለ ዘረባ ተዛረቡ እምበር ዘይጠቅም ዘረባ ካብ ኣንደበትኩም ኣይውጻእ በጌታ በኢየሱስ ስም ካብ ሰዓት እዚ ኣይወጽእን እዩ ብሽም የሱስ ክርስቶስ ዘይጠቅም ዘረባ ካብ ኣንደበተይ ኣይወጽእን እዩ ኣነ ንክብሪ ተጸዊዐ ኣነ ንሂወት ተጸዊዐ ኣነ ንበረከት ተጸዊዐ የስ ንዓይ ዝረከበኒ ዘበለ ክባረክ ይግቦ እዩ ንዓይ ዝረከበኒ ዘበለ ክባረክ ይግቦ እዩ ኣእምሮ ክባረክ ምስትውዓሉ ክባረክ የስ የስ የስ ዘረብኡ ክባረክ ይግቦ እዩ Yes ሎምዓንቲ ኣብ ስራሕኺ ኦሮማይ ዝባሃል የለን ኣብ ኣገልጉለትካ ኦሮማይ ዝባሃል ነገር የለን ኣብ ቤትካ ኦሮማይ ደገር ድባሃል የለን ኖኖኖኖ ኦሮማይ ዝባሃል ኣይተጻሓፈን ዝኸውን ጥራይ ተጻሒፍልና ዘሎ ኢየሱስ ክርስቶስ ጎይታ ኦሮማይ ዝባሃል ኣብ ዘይትንብብን ኢኻ ዝኾነልካ መጽሓፍ ቅዱስ እኮ ምኽርን ምስላጥንስ ናተይ ኢሉ ሪኻ ምስላጥ ዘለዎ ጥራይ ንዓኻ ተጻሒፍልካ ዘሎ ምቅናዕ ዘለዎ ጥራይ ተጻሒፍልካ ጥራይ ጥራይ ንስኻ ካብኡ ተበገስ ዘረባኻ ካብኡ ተበገስ የስ ክብሪ ንኣምላኽ ይኹን። ብጣዕሚ እየ ዘፍቅረኩም። እግዚኣብሔር ሰናዩ ከም ፍቓድ ኣምላኽ ዝመጽእ ዘሎ ግዜ ብኻልእ ኣርእስቲ ክመጽእ እየ ናብ ኩሉ ሰብ ክበጽሕ ሸር በልዎ ጋድ ኢዝ ጉድ ኦል ዘ ታይም ሻሎም እግዚኣብሔር ሰናዩ ኣሜን